ሰላም ሰላም ክቡራት ቤተሰብ ከመይ ቀኒኹም? ሰላም ክትኮኑ በዓልቱም ንተስፋዬ ባር ክቡራት ኣሕዋተይ ከምቲ ልሙድ ሎማዓንቱን ኣዝያ መሃሪትን መሳጢትን ዝኾነ ዛንታ ሒዘልኩም መፅየ እኒኹ ናይ ክልተ ፍቑራት ተኸታታሊ ዛንታ እያ ዓስቢ ትዕቢት እያ ትብል ተፈቲኹምዋ ብላይክ ጀምርዋ ሓደሽቲ ዝኾንኩ ድማ ሳብስክራይብ እንዳገበርኩም ቤተሰብ ኩኑ ሰናይ ፃኒሒት ሰላመይ ኣዝየ ዘፍቅራን ተፍቅረንን ኣፍቃሪተይ'ያ ሰብ ዘቅንእ ፍቅሪ እዩ ዘለና ግና ሓደ መዓልቲ ናይ ሰላም ስድራኣ ከመርዕዋ ደልዮም ሰላመይ ግና ከምዘይደለየትን ኣፍቃሪ ከምዘለዋን ምስኡ ጥራሕ ክትምርዖ ከምእትደልን እኳ እንተነገረቶም እንተ ስድራኣ ግን ክቕበሉዋ ኣይከኣሉን ምኽንያቱ ንሳቶም ዘምጽኡላ ናይ ደገ ኣዝዩ ሃብታም ሰብኣያ ስለ ዝነበረ። ብኸምዚ ድማ ነቲ ንጹህ ፍቕርና ከፍርስዎ ብዙሕ ላዕልን ታሕትን ጸዓሩ። ሰላመይ ግን ምሳይ ጥራሕ ክትነብር ከም እትደሊ ነገረቶም። ወይ ንዕኡ ምረጺ ወይ ንዓና ወይ ንዕኡ ምረጺ ወይ ንዓና ምረጺ ኢሎም ከቢድ ፈተና ኣምጽኡላ። ድሕሪ እዚ ብዙሕ ዕግርግር ድማ ላዕልን ሓሲባ ላዕልን ታሕትን ኢላ ሰላመይ ንስድራኣ ተባኢሳ ንዓይ ንፍቕራ መረጸት። ናባይ ድማ መጸት። ናይ ባዕለይ ገዛ ስለ ዝነበረኒ ድማ ብሓንሳእ ክንቅመጥ ጀመርና። ኣስታት ሽዱሽተ ኣዋርሕ ዝኸውን ድማ ብሓልዮትን ብፍቕርን እናተዳጋገፍና ጽቡቕ እናቐጸልና እንዳሃለና ከቢድ ፈተና ኣጋጠመኒ። ኣነ ድማ ከቢድ ፈተና ኣጋጠመኒ። ናተይ ኣዕሩኽተይ ፈተውተይን ድማ ንሰላመይ ብዙሕ ኣይፈትውዋን ነበሩ። ከም ዘይትጠቕመኒ ድማ ይመኽሩኒ ነበሩ። ኣነ ግና ሰላመይ ኣዝየ ስለ ዘፍቅራን ስለ ዝፈትዋን፣ ስድራኣ ገዲፋ ንፍቕሪ ዝኸፈለቶ መስዋእቲ ስለ ዝርእን ስለ ዝፈልጥን ብዙሕ ኣይተገደስኩሎምን ነይረ። ብኸምዚ ድማ ቀጸልና። ኣነ ኣነ ድማ ዘረባ ኣዕሩኽተይ ብተደጋጋሚ ግደፋ ኣይትጠቕመካን እያ ዝብል ዘረባ ስለ ዝበዝሓኒ እቲ ናይ ሰላም ዝነበረ ፍቕረይ ዝጣበቐላ ዝነበረ ስምዒተይን ናይ ልበይ ቀስ ብቐስ ዘረብኦም ክደግሰሉ ዝደለኹ ይመስል። ኣብ ሰላመይ ዝነበረኒ ተገዳስነትን ሓልዮትን ክዝሕል ጀመረ። ጊዘ ጊዘ ይኻልእ ምስ ምሳኣ ዘዕልል ጊዘ ይኻልኣ ምሳኣ ዘዕልላ ዝዕልል ዝነበርኩ ዝጻወትን ዝነበርኩ ይዝሕል። ምስክነይቲ ሰላመይ ድማ ብኩነታተይ እናተሻቐለት ዓወተይ እንታይ ደኣ ኮንካ ዘይ ኣመልካ ሎምስ እንታይ እኺ ኮንካ ከቢድካ ክብድ ኢልካኒ ተጸሊእካ ድዩ ፍቕረይ ትብለኒ ኣነ ድማ ደሓንየ ኣይተጸለኣንን ሰላመይ ቀጸለት ኣታ ዓወተይ ኣይትውሓጠለይን ባህርያትካ ድዩ ጠፊኡኒ ገለስ ተጨኒቅካ ኣለኻ ዓወተይ ኣካፍለኒ እንዶ ክሕግዘካ ሓቢርና ንፈትሖ እንታይ እዩ ኣጋጢሙካ ሓደ ኣካል ኢና እኮ ሓደ ኣካል ኢና እኮ ምሽ ትብለኒ በጃኻ ኣይተሻቕለኒ ዓወተይ ትብለኒ ኣነ ግና ኡፍ። ሰላም ንስኺ እኮ ገዲድክኒ ግደፍኒ እንዶ እስኪ እንዳበልኩ ሱቕ ክትብል ነገርኩዋ ንሳ ድማ ከይሰልተዋን ከይተሰልተወት እሺ ግደፎ እሺ ግደፎ ዓወተይ ኣዕርፍ ዝብል ድምጺ ብምጽዋግ መለሰትለይ። ሰላመይ ግና ውሽጣ ፍቕሪ እምበር ኩራ ስለ ዘይተፈለጣ እሺ እሺ በቃ ዓወተይ ኣይትሕረቕ ኢላ ብትሕትና ትምልሰለይ። ከምዚ ኢልና ድማ ንኽልተ ኣዋርሕ ጸናሕና። ሰላመይ። ቤትና ሰላም ቤትና ሃዲሙ ስቕ ስቕ ኮይኑ ሰላመይ ድማ ምልውዋጠይ ምኽንያት ክትፈልጥ ብዙሕ ትሓተኒ ኣነ ግና ጌጋይ ክሽፍን ዓው ዓው ኢለ ይምልሰላ ነይረ። ንሳ ጥራሕ ንሱ ጥራሕ ኣይኮነን ሓደ ሓደ ጊዘ እውን ዘረባኣ ኒዒቀ ገዲፈያ ይወፅእ ምስክነይቲ ሰላመይ ኩሉ ሕቶ ኮይኑዋ ኣዝያ ዚሒላ ተጨኒቃ ዘይንሳ መሲላ እቲ ፍቅርን ፍሽክታን ዘንፀባርቅ ዝነበረ ገፃ ከሰት ከስመት ተከዲኑ ነይሩ ኣነ ግና ዘረባኣ ዘረባ ኣዕሩኽተይ ክሰምዕ ኣበይ'ሞ ተረዲኤላ ደገ ይውዕል ይምሰት ሰዓት ኣሕሊፈ ይመጽእ ይድቅስ በቃ። ሓደ መዓንቲ ድማ ምስ ኣዕሩኽተይ ናይ ምሸት ቆጸራ ስለ ዝነበረና ኣብ ሓደ ባር ተራኺብና መስተ ክንሰቲ ሓደ ሓደ ደቂ ኣንስትዮ'ውን ምሳና ከፍ ኢለን እናሰትያ ብኸምዚ እናተዛናጋዕና እውን ክስካብ ውነና ክስካብ ዘጥፍእ ከሰቲን ክንንዘላዘልን ሰዓት ሓሊፈ ሓሊፉ ድሕሪዚ ካብቲ ባር ወጻና ይቅጽል ክብራት ኣሕዋተይ ክስካብዛ ሐዚ ጺንኩም ስለ ዝሰማዕኩምኒ ብጣዕሚ እየ ልመስግን ካልኣይ ክፋል ብካልእ መዓንቲ ሒዘልኩም ክመጽእ እየ ፈቲኩሞ ክትኮኑ በዓልቲ ሙሉእ ተስፋ እየ። ላይክ ሳብስክራይብ እንዳገበርኩም ኣበራታትዑኒ ሰናይ ቅነ።